ሰላም ሕዋት ኣብዛ ናይ ፍረንች ክላስ እምበኣር ብዛዕባ ናይ ኮምፐርላቲቭ ክንዕዘብ ኢና ኮምፐርላቲቭ እንታይ ማለት እዩ እንድሕር ዳ ኢልና ንኣብነት እቲ ዴፊኒሽን እንታይ ይብለና ኣሎ ላ ኮምፐኻቲቭ Et le premier degré de comparaison donc ተቀዳማይ ዲግሪ ናይ ኮምፓሪዞን እዩ እቲ ናይ ምውድዳር ቀዳማይ ዲግሪ ቀዳማይ ዲግሪ ካልኣይ ሳልሳይ ዲግሪ ክንብል ከለና ብመንፅር ንዛረቦ ዘለና ማለት እዩ ቀዳማይ ዲግሪ ክንብል ከለና ንኣብነት ኮንክረንት ዝኾነ ነገር ንሪኦ ወይ ድማ ንዕዘቦ ዘለና ነገር ምክንያቱ ካልኣይ ሳልሳይ ክንድንዛረብ ንኣብነት ሳልሳይ ክንዛረብ ከለና ንኣብነት ብዛዕባ ሓሳባት ክኾኑ እዮም ማለት ክልቴና ደቂ ሰባት ዝኣምኑሎም ብዛዕባኦም ክንዛረብ ኢና ግን ከዓ ኣብ ምርኣይን ምድህሳስ እንተመፂና ዘይክነርክበሎም ነገራት ማለት እዩ ሕጂ ቀዳማይ ዲግሪ ክንብል ኮልና ናብ ካልኣይ ትኽይዱ ብዛዕባ እቲ ንሪኦም ዘለና ነገራት ክንወዳድር ኮልና ብርግፅ ክንሪኦም ኣለና ኦኬ ኮምፐርላቲቭ ኣብኦም ኢና ንጥቀመሎም እንታይ ካብለና ኦንለ ኮንስትሪ ኣቬግለ ፎርም ሕጂ ዝተወሰነ ኣብነት ይብና ኣሎ ነዚኦምስ ብምንታይ ንሃንፆም ይብና ኣሎ ብዝተወሰኑ ፎርም ኣለውና ኣብዚ ናለትኩም ተሓሰባት እዚኣ ተቐዳሚት ኣብነትና እያ እታ ቀዳመይቲ ደፊኒሽን እዚኦም ከዓ እቶም ሰለስተ ኣብነትና እቶም ሰለስተ ብዚ ሂብና እቶም ፕራንሲፓል ሂብና ደሎ እንታይ ይብለና ኣሎ ቀዳመይቲ ኦሲክ ትብል ደላ ትሪእዋ ኣለኹም ክሳዕ ኣብዚ ማለት እዩ ኦሲክ ማለት ነቲ ናይ ማዕራውነት ዘወዳድር ማለት እዩ ናይ ውድድር ኮይኑ ግን ማዕራውነት ዝገልፅ ንኣብነት ንሱ ኣብ ኣብነት ክንርኢ ኢና ነዚኤን ንተርጉመን ጸኒሕና ሽዑ ሓንቲ ኣብነት ወሲድና ሰለስተ ኢና ብኣብነት ክንእትወና ኦኬ እዛ ካልኣይቲ እንታይ ትብለና ኣላ ፕሉስ ከ ማለት ካኒ እዚ ስብ ኮምፓራቲቭ ደስፐኽየኺተ ይብለና ኣሎ እንታይ ማለት እዩ ዝኸ እቲ ናይ ላዕላውነት ዘርኢ ማለት ሓደ ነገር ካብ ካልእ ነገር ከም ዝልዕል ካብ ካልእ ነገር ከም ዝዓቢ ካብ ካልእ ነገር ከም ዝበልሕ ኤክሰትራ ማለት እዩ ተሳሲትካ እንድሕር ርኢና ሟክ ማለት ከዓ ናይ ታሕታውነት ምክንያቱ ኩሉ ግዜ ኮምፓሪዝን ክንገብር ኮልና ዝለዓለ ኣሎ ዝተሓተ ኣሎ ማዕርነት ኣሎ ማእከላይ ነገር ኣሎ ኤክሰተራ ስለዚ እንታይ ይብለና ኣሎ እዚ ሟክ ማለት ኮምፓካቲቭ ዳንፈኺኺ ተይብለና ናይ ታሕታውነት ዝገልፅ ማዕርነት ውድድር ማለት እዩ እከለስ ካብ እከለ ይትሕት እከለስ ካብ እከለ ይዱንጊ ይቕልጥፍ ኤክሰተራ ማለት እዩ ሕጂ ነዚአን ሰለስተን ወሲድና ኣብነት ክንሰርሕ ኢና ኣለና ምክንያቱ ኩሉ ግዜ ብመንፅር ኣብነት እዩ ዝርዳእና ኦኬ ናብ ኣብነት ዳይሬክት ንኸድ እንዳ ኣብዚ ባይዘ ወይ እንዳኸና ኮልና እንታይ ይብለና ኣሎ ንግረ መገድና እዚኣ እንታይ ላጀክቲቭስ ኣብ ከኽነኹም ኣልሞ ኦንጀ ነኽደናም

እዞም ግሩብ እዚኦም ካብዚኦም ይበልፁ ወይ ይነፍዑ ኤክሰተራ ክንብል ንኽእል ኢና እዚ ወዲ እዚ ካብዚ ሓደ ይነፍዕ ይበልፅ ኤክሰተራ ክንብል ንኽእል ኢና ሕጂ ብመንፅር እውን ወዲ ተባዕታይን ጓል ኣንስተይትን ከነወዳድር ስለ ንኽእል ኣብቲ ነወዳድሮ ድና ኣብኡ ኢዱ ምርኮስ እቲ ናቱ ኮንጅጌሽን ማለት እዩ ተኣብነት እንታይ ትብደላ ንዓ ባይዘወይ ዳይሬክት ክንወስዳ ኢና ናብቲ ናና ኣብነት

ክሶም ፍኸኽ እንታይ ትብላ ኣላ እዚኣ እንድሕር ርኢናያ እቲ ቆልዓሲ እቲ ቆልዓ እቲ እዚ ትስሚ እቲ ቆልዓስ በሊሕ እዩ ማለት ሓንጎሉስ ኣንቴሊጀንት ማለት ንሓደ ብሓንጎል ልዕል ድበለ ደረጃ ዘለዎ ማለት በሊሕ ኣተሓሳስባኡ ውስን ድበለ በሊሕ እዩ ማዕረ ሓዉ ወይ ድማ እቲ ቆልዓስ ማዕረ ማዕረት ናይ ሓዉ በሊሕ እዩ ባይዘ ክትርጉማ ከለካ ተሰንሲካ ትስእኖ እንታይ ይብለና ኣሎ እቲ ቆልዓስ እንታይ ትገልፅ ኣላ እዛ ሓሳባት እቲ ቆልዓን እቲ ሓውን ማዕረ ዝኾነ ናይ ብልሒ ዲግሪ ከም ዘለዎም እያ ትሕብር ደላ ምክንያቱ እንታይ ይብለና ለጋክሶም እየ ወስያ እንተሊጀ ክሰንፍኸ ኢኽ ሓራይ እዚኣ እታ ናይ ማዕርነት ኢልና ምክንያቱ ንክልቲኦም ተወዳድሮም ኣላ ግን ከኣ እቲ ንዓና ድበና ደሎ ውሳኔ ክልቲኦም ተመሳሳሊ ፍልጠት ወይ ድማ ብስለት ከም ደለዎም እያ ተርኢ እንድሕር ደኣ ናብቲ ናይ እዚኣ እታ ናይ ቀዳመይቲ ዘርኣኹም እያ እዚኣ ማለት እዩ ሕጂ ንሕና ፕሉስ ከ ክንሪኣ ኢና እታ ቀዳመይቲ ዝረኣናያ ኮምፓካቲቭ ደ ኢጋሊቴ ትበሃል ኢልና እዛ ሕጂ እዛ ካልኣይቲ ክንሪኣ እንድሕር ደልና ፕሉስ ኮምፓካቲቭ ደስበኽያ ኺቴ

እዚኣ ኸን እዚኣ ትመስል ማለት እዩ እንታይ ትብለና ኣላ እቲ ቆልዓሲ ካብ ሓውን ላዕሊ ይበስል ካብ ሓውን ላዕሊ ዝያዳ ፍልጠት ኣለዎ ማለት ናብ ብትግርኛ ክንትርጉሞ ከለና ዝያዳ እንታይ ኢና ንወስድ ደለና እቲ ኣሰራርዓ ናይቲ ሓሳባት ዘይኮነ እቲ ዝበና ደሎ መግለፂ ሕጂ እንታይ ትብለና ኣላ ነዚኣ ሕጂ ብፍረንች ባይዘወይ ካብዚ ንላዕሊ ናብዚ እንድሕር ገማጢልናዮ እቲ ሓሳባት ካልእ ትርጉም እዩ ድህብ ብከምዚኣ መገዲ ጥራይ ኢና ክንሰርዖም ዘለና ክብል ከለኹ ማለት ባይዘወይ እዚ ቆልዓ ሲ ንብል ፕሉስ ነእትዋ ኣብዚ ይቕሬታ ፕሉስ ነምፃእ እዚኣ ፕሉስ እዚኣ ኣብ መንጎ ፕሉስ እታ ክን ትብል ደላ ከዓ እቲ ኣጀክቲቭ ኣምፅና ነንበሮ ብሲ ሕጂ እንታይ ትኾነና ኣላ እቲ ቆልዓስ ዝያዳ በሊሕ እዩ ካብ ሓዉ ትብለና ኣላ ማለት እዩ ሓዉ ከዓ መወዳእታ ኣሎ እቲ ነዋዳድሮ ሰብ ሓዉ ክኸውን ይኽእል ካልኦት ዕርኽቱ ኤክሰተራ ሕጂ እዚኣ እታ ናይ ኮምፓካቲቭ ደሲፐክ እየ ከይተ ድሕሪ ድኣ ደሊና ክነብሎ ንኽእል ኢና ስበኽየኽ ኤጋሊቴ

ኦኬ ናብታ ሰልሲት ኣብነት ክንከይድ ናብ ዘይገድስ እዚ ኣብነት ምዃኑ ስለ ዘይተርፍ ኦኬ ነታ ሰልሲት እንታይ ተሪፋና ድላ እንድሕድኣ ተዓዚብናያ እዛ ናይ መዋክ ናይ ኣንፈኽ የኺት እያ ምክንያቱ እታ ቀዳመይቲ ደይጋሊቴ ኢልና ነይራ ደይጋሊቴ ማዕርነት እዩ ኢልናዮ ተኻለይቲ እዚኣ ተቐዳመይቲ እያ

ደንቂ ኣብዚ እቲ ንቕይሮ ዘለና ዝተባሃሉ ክንድታ ፕሉስ ኦፕ ይቕሬታ ክንፅሕፋ ይንኽእል ኢና ኣብዚ ክንድታ ፕሉስ ማለት ባይ ዘወይ እንድሕር ደኣ ከስምረሉ ደሊኹም ክንድዛ ፕሉስ ክንድዛ ፕሉስ ምዋኸ ቀይረ ሽዑ ዳይሬክትሊ ኣንቴሊጀንት ተፅሕፈ ኖ ኢንቴሊጀንት ክ እንደገና ሃንብ ኢልና ሶን ፍሬር ሕጂ እንድሕር ደኣ ኣስተባሂልኩምላ ይቕሬታ ሕጂ እንድሕር ደኣ ኣስተባሂልኩምላ እቲ ፍልልያ ምንታይ ትናና ኣጀክቲቭ ኩሉ ግዜ ማእከል እዩ ደሎ ከምዚ ትሪእዎ ኣለኹም እዚ ትናና ኣጀክቲቭ ዋላ ሕብሪ ክንቅይሮ ንኽእል ኢና ኣጀክቲቭና ኣብዚ ኣሎ። ኩሉ ግዜ ኣብ ማእከል ኣሎ። እቲ ስትርክቸር ክንዕዘብ ተደሊና ማለት እዩ ካልእ ኣይኮነ ተሓሳ ከመይ ጌርና ንሃንፆ ምክንያቱ ተረዲእና ኣሎ ተሓሳ ናይ ንምንታይ ከም ጠቕመና ርኢና ኢና ምክንያቱ ክነዋዳድር ከለና ምክንያቱ ማዕራውነት ክንገልፅ ኢና ልዕላውነት ክንገልፅ ኢና ትሕታውነት ክንገልፅ ኢና ከመይ ጌርና ኢና ከንሃንፆም ነቲ ሓሳባት እንድሕር ኢልና ግን ኩሉ ግዜ እቲ ናህና ኣጀክቲቭ ኣብ ማእከል እዩ ደሎ። ኣብ ጎኑ'ኸ እንታይ ኣለና? እቲ ኡሲ፣ ኡሲ ማለት ማዕረ፣ ፕሉስ ልዕላውነ ማልትሲ ዝያዳ ማለት እዩ። እሞዋ ከኣኒ ዝወሓደ ባይ ዘ ወይ ብመንጽር እቲ ንገልጾ ዘለና ሓሳባት ኢና ክነ ክነደቀራርባ ክንፍትን ንኣብነት ሕጂ እንድሕር ኣብዚ ንኣብነት ኣብነት እንታይ ነይራ ብመንፅር ናይ ሒዞሞ ዘለዉ ፍልጠት እዩ ነይሩ ሕጂ ይበዝሕ ይውሕድ ኣይኮናን ንብል ንሱ በሲሉ ንሱ ባይዘወይ ኣሎ ክንመዝኖም ንኽእል ነገራት ኣለዉ ንኣብነት ማይን ጥረ ነገራትን ፈሳስን ማዕረ ኣይኮነን ከነወዳድሮም ኮልና ካልእ ቃላት ክንጥቀም ኢና ትግርኛ ሕጂ እቲ ሓሳባትና ተረዲእ ይውና ኣሎ እቲ ኣበይ ኣበይ ነንበሮም ግን ብከምዚ መገዲ ጌዕና ክንሪኦም ንቅድም እቲ ኡሲ ወይ ድማ ፕሉስ ወይ ድማ ምዋ ብመንፅርቲ ዘድልየና ማለት እዩ ኣብዚ በይና እንድሕር ኢልና ኣንፈኽዮ ከይተ ኢና ዘለና ባይዘወይ ብመንፅርቲ ዘድልየና ካብዚኦም ሰለስቲኦም ክንወስድ ኢና ንቅድም ሓንሳብ እቲ ሱጀን እቲ ቨርብን ምሰተናዮ ሽዑ ቀፂልና ኡሲ ኢልና ኣለና ወይ ድማ ፕሉስ ኢልና ኣለና ወይ ድማ ሞዋ ኢልና ኣለና

እቲ ሓሳብና ብኹሉ ነገር ክግለጽ ይኽእል እዩ። ንኣብነት ኣብ ክንዲ ኣንተሊጀንት ንኣብነት ፎርት ክንብል ንኽእል ኢና። እንታይ ንብል ኣለና? ለጋኽሶም እየ ውሲ ፎርት ክስም ፍኼኽ እዛ ሓሳባት እዚኣ ቅንዕቲ እያ፣ ርድእቲ ዋላ ግራማቲካሊ ቅንዕቲ እያ። ሕጂ ክንዲ ማስቲ እቲ ኩሉ ግዜ ብከምዚ መንፅር ኢና ንሰርዖ። ሕጂ እንታይ ንብል ፀኒሕና እቲ ቆልዓስ ማዕረ ማዕረ ሓዉ ሓያል እዩ ኣብዚ እውን ከም ፕሉስ ክስም ፍኼኽ ኢለ ፎርት Le garçon est plus fort que son frère donc ኣብዚ እቲ ልዕላውነት የርኢ ኣሎ እቲ ቆልዓስ ልዒሊ ሓዉ ሓያል እዩ ማለት ዝሓየለ እዩ ካብ ሓዉ እውን ክንብል ንኽእል ኢና ብትግርኛ እንታይ እቲ ኩሉ ግዜ ኮንሰፕት ንወስዶ ኣለና ናይ ዝለዓል ናይ ላዕላውነት ውድድር ንርኢ ኣለና ማለት እዩ ነገራት ክንወዳድር ኮልና ሳልሰይቲ እውን ከምኡ ኢልና ንቀይራ ንኽእል ኢና ኤክሰተራ ኣብዚ እቲ ሓሳባቱ ርኢናዮ ኣለና ንምንታይ ከም ጠቕመና ርኢና ኣለና እዚ ናይ ኮምፓራቲቭ እንድሕር ዳ ርኢናዮ ከመይ ጌርና ክንሰርዖ ከም ንኽእል ርኢናዮ ኣለና ከምዚ ትርእይዎ ኣለኹም ነተን ኡሲ ፕሉስ ሟ ሽዑ ትናና ኣጀክቲቭ ኣጀክቲቭ እንታይ እዩ እቲ ናይ መወዳዳሪ ቃላት ሓያል በሊሕ ንፉዕ ጎያይ ኤክሰተራ እቲ ናይ መወዳደሪ ኣጀክተም ኣጀክቲቭ ባይዘወይ ኣብ ናይ ኣጀክቲቭ ክላስ ስለ ዝረኣናዮም ኣምፂና ሕጂ ንምጥቀም ብዙሕ ግዜ ክንበልዕ የብልናን ባይዘወይ እዞም ኡሲ ፕሉስ እሞ ሽዑ ብድሕርኡ ሰለስተ ነጥቢት ሰለስተ ነጥቢ ነቲ ናይ ኣጀክቲቭ መተካእታ እዩ ሽዑ ክ እዚኣ እታ ስትርክቸር ናይ ኮምፓካቲቭ እያ እምበር እዚ ተሓፈሻዊ ቲዮሪ ናይ ኮምፓካቲቭ እንታይ እስኪ እዚ ንሕና ዋላ ብኣብነት ፍትናየና ግን ነቲ ናይ ኤግዘርሲስ ተመሊስኩም ክትሰርሖ ተስፋ ይገብር ምክንያቱ ሓንሳብ ኢና ክንርእዮም ተመላሊስና ክነደጋግሞም ኢና እዚም ሓሳባት እዚኦም ቀፂልና ኣብ ዝመፅእ ክላስ ሱፐርላቲቭ ክንርኢ ኢና ግን ሓንሳብ ስለ ንርእዮም ቀልጢፎም ጠፋእቲ እዮም ምስ ከምኡ ግዜ ወሲድና ተደጋጊምናዮም ድመስሎ የለን